ጆን ብጣዕሚ ተስፋ ተስፋ ቆሪፁ ብብርጌድ ንሓመዱ ብሹም እዮም እምበር ብሓደ እልና ገለገለ ዝብሉ ዘለዉ ንጆን ብላክ ረሲዖሞ እዮም ኣለዉ ግን
ኣብዚ ቃልሲ ብካልኦት ብናይ ሰብ ህይወት ረብሓ ዘለዎም ካብ ዓቕምና ንላዕሊ ተረዲኻኒ ከማንሲ ኬድናዮ ኢና ንዕኡ ዝጠለሞ የለን። ሕጂ ተመሊስኩም ፍትሒ ፍትሒ ትብሉ ዘለኹም ኣልዕል ኣቢልኩም ሰብ ንኽትረግጹ ሓቁ እዩ እዚኣ ማለት። ሰላም ስኢኑ ከየልምዕ ሰላም ስኢኑ ቦታ ስኢኑ ልሕብሮ ስኢኑ። ማለት እዩ ኣብ ትግራይ ዘላ ኩነታት ብኣግባቡ ተረደእዮን የቕምጦ።
ዒስራ ንሓመዱ መፅኦም ክዕፅዎ ኣታ ቁርብ ርዳእ ከሎ ግደፉ ግደፉ ምሳናስ ኣየዋፅኣኩምን እዩ ካብ ትበኣሱ
ሰላም ምረጹ
ስኒ ዘልቦ ተኾይኑስ ጅግንነት ጥራይ ጽቡቕ ናይ ሃይማኖት መምርሒ እውን ክኸውን ዝኽእል እዩ ነይሩ ባይዘወ ማለት እዩ በየናይ ሕሳብ እዩ ወዲ ኣፈወርቂ ዲክታተር ትብሎ ካባኹም ዲክታ ካባኹም ሕስድና አ፣ ተፈጥሮ ኣላትና ኣሰብን መያዝ ኣለብን የሚል ኣቋም ነበረኝ። ትኽክል ድዩ
እዚ ባሕሪ ገለመለ ዝብልዎ ዘለዉ ብሓይሊ ገለ ተፈቲኑ ዝፈሸለ እኮ እዩ። ጥዕና ሃበለይ ከመይ ኣለኹም ኩቡራትን ፍትዋትን ናይ ሎማዓንቲ ቪድዮ ውን ደስ ባሃሊ ቪድዮ እዩ ዘለና ማለት እዩ ናብኡ ኢና ክንሰግር ግን ቅድሚ ምስጋርና ዕላላት ኣለው ሳሓቅ ኣሎ ኩሉ እንድዩ ሳብስክራይብ ምግባርኩም ኣይትረስዑ ክብለኩም እየ ዝደሊ ቅድሚ ናብቲ ቪድዮ ምስጋርና ሓንቲ ሪኢቶ ክነንብብ ኢና ወይ ፍረዝጊ ዑቁበ ነታ ብድሆ ድያ ዋላ ባዶ ትብሃል ጓል ዝሃብካያ መልሲ ብጣዕሚ ሕጒስካኒ ከመይ ዲኻ ወዲ ኣኽሱም ጽዮን ሓወይ ኤርትራዊ ሓውካ እየ ንበር ክበር ዝሓወይ ማዓረይ ይብለኒ ኣሎ ማለት እዩ ዮው መሊሰላ ዶ እንታይ እሞ ክግበር ኢልካዮ ምምላስ እኮ ጠፊእና እኮ ኣይኮነን ነይሩ ወየ እዩ ሱቅ ኢልና በቃ ልቢ ክንዕቢ እንዳበልና እምበር እንታይ ዋጋ ኣለዎ ላይክ ላይክ ላይክ ፍትውትው ሊድያና ማለት እዩ ሰብዓን ሓደን ሰማንያን ሓደን ክብርቲ ፍትውትን ሓፍቲ ዌል ካም ዌል ካም ሊዱየ ሰባት ብሂወት ምንባሮም ምሕረት እግዚኣብሄር ይዕገሶም ከም ዘሎ እዮም ክርድኦም ዘለዎም እምበር ስለ ዝደሓኑ ኣይኮኑን ሓደ ሰብ ንየሱስ ክርስቶስ ብውልቁ ካብ ልቡ ክቅበሎ ኣለዎ መንግስተ ሰማይ ክወርስ እንተኮይኑ እዚ ማለት ቦርን እጌን ይከውን ኣሎ ማለት እዩ ኣምላክ የንብርካ የንብረካ ከም ዘሎ ምፍላጥካ ድሕንነት ድሕነት ኣይኮነን ኣጋንንቲ ከማን ብሓይሊ እግዚኣብሄር ይኣምኑን ይርድኡን እዮም ስለዚ ካብ መጽሓፍ ቅዱስ ወጻኢ ምዝራብ ክሳራ ጥራይ እዩ ይብለና ኣሎ ማለት እዩ ዳንኤል ትኽክል እዩ ዋላ ጋንንቲ እውን ይኣምኑ እዮም ንጳውሎስ ይፈልጦ እየ ንኢየሱስ ይኣምነ እየ ኢሉ ተዛሪቡ እዩ ሓራይ እሺ ሓራይ ኣንዲ ንጉሰ ወ ዝጠፈአ ሰብ ዝጠፈአ ሰብ ዝጠፈአ ሰብ ኣንዲ ዌልካም ጌን ዌልካም ዌልካም ላይክ ላይክ ላይክ ላይክ ኣቲ ሽኮሪና እንኳዕ ብድሓን መጻኽ እስኪ እንታይ እዩ ዝኹለይ ምጥፋእ ንምንታይ ክሳብ ክንዲ ዝኩለይ ጠፊእኪ ደስቲ ቻነለይ ሲኢንክዮ ማለት እዩ ሕጂ ውን ክም ብል በለ እምበር ኣይተካዕወኒ እቲ ጉዳይ እንኳዕ ዳሓን መፃኪ እየ ዝብለኪ ማለት እዩ። ከምዚ ውፉይ የለን መራሒ ሰማያዊ ሰውራ ውፉይ እዩ መራሒና ኢሉ ዮናታን ቫንደርሰን ውፉይ ዘረብኡ ፅቡቅ እዩ እንድዒ ኣብ ተግባር ዜሮ ከይከውን ወይ ካሊእ ነገሩ ሕማቅ ከይከውን እምበር ዝዛረቦ ደስ በሃሊ እዩ ሶ ውፉይ ፅቡቅ ነገራት ኣለውዎ እዮም ማለተይ እየ። ብመላእ ኢትዮጵያ ማዕተብ ሓደ ኢኹም ኣቡለኩም እተፈልዮም ኣብኦለኩም እተፈልዮም ምናሰ ሽብሩ ማለት እዩ ሽደን ሓወይ እዛ ደንጊጹ ትብል ካብ ኣምሓርኛ እያ መጺኣ ብትግርኛ ሰምቢዱ እያ ትበሃል ርእሶም ገብረሚካኤል ሰምቢድ ኣታ ሰምቢድ ኣነ ወያኺ ደንገጸ ምድንጋጽ፣ ደንገጸ፣ ኣለ ዶ? ድንጉጸ ኩን ብግእዝ እኮ ድንጉጽ ኩን ማለት እዩ። ሶ ደንገጸ ማለት ቋንቋ ግእዝ እዩ። ኤኒወይስ ሶ ኣምሓርኛ እንተ ተረኺቡ ኣብ ትግርኛ ክርከብ ግድን እዩ። ሶ ግን ትርኢቶ ሰንበደ ትሓይሽ። እወ ፈቴያ እዚኣ ፈቴያ ዘቢብ ዘቢበይ ሽኮር ላይክ ላይክ ላይክ ላይክ ላይክ ራህታቲኣት ሽኮር ያኺ ፍናን ተኽለ ሰንበት ላይክ ላይክ ላይክ ኩልኹም ማለት እዩ ቴንክ ኤኒዌይስ ብጣዕሚ ኢኹም ተሕጉስና ዘለኹ ናብ ናይ ሎማዓንቲ ቪድዮ ክንሰግር እንተለና ቅድም ምልስ ኣቢልና ከነዕልለኩም ኢና ማለት እዩ እዛ ሽኮሪና እዚኣ ትርእይዋ ዘለኹም ሓፍትና ክትፍቶ መዓት እያ ምስ ጆን ብላክ ነይራ ዝኾነ ግዘ ማለት እዩ እስኪ ሃኒ ጸሊም ነብሪ ሃኒ ጸሊም ነብሪ ወዲ ሃዘሞ ቀያሪ ኣርባዕተ ወርሒ ምስ ጆን ተኣስረ ሰብ መፅዩ ሪከርድ እዚ ነገር እዩ እዚ ንዛረቦ ዘለና ኩሉ ምዞም ግሩፓት ስኑድ እዩ ኣብኡ መፅኡ ከመይ ሬክልካዮ ጆን ከመይ ኣሎ ሞራሉ ከመይ እቲ ኩነታት ኢልና ሓቲትናዮ ጆን ብጣዕሚ ተስፋ ተስፋ ቆሪፁ ብብርጌድ ንሓመዱ እንታይ ክብል ከም ዘለዎ ኣማኻሪ ክገብርሉ ናይ ሕጋዊ ሰብ ከዛርቦ ክሕግዝዎ እዚ ኩሉ ክስታይ ነይርዎ እዚ ኩሉ በኺርዎ ኣብ ተስፋ ምቑራፅ እዩ ፅቡቕ የለን ጆን ኢሉና ስለዚ እቲ ጉዳይ እንታይ እዩ ኣባላት ብርጌድ ንሓመዱ ስኢሎም እዮም ብሹም እዮም እምበር ብሓደ እልና ገለገለ ዝብሉ ዘለዉ ንጆን ብላክ ረሲዖሞ እዮም ተስፋ ቆሪፁ እዩ ዘሎ እዮም ዝብልኹም ዘለዉ ከመይ ኹም ብርጌድ ንሓመዱ ደኣ እንታይ ደኣ እያ ሓሶት ድያ ደኣ እታ ብፃይ የብፃይካ ንሕና ወዲ ነብሪ ጎልጎል ወዲ ሃዞሞ ገለ ትብል ነበረት ደኣ ከመይ ድያ ሕጂ እታ ጉዳይ ናብዚኣ በፂሓ ዘላ ማለት እዩ። ንሕግዞ ኣለና ትብሉ ኣለኹም ኣብ ዩቱብ ንሰምዓኩም ኣለና ዋላ ሓንቲ ጊን ኣይንርኢን ኢና ዘለና ሕጂ ጃን ሓወይ ኣብ ጸልማት እዩ ዘሎ እቲ ኩሉ ብድሕሪት ዝስራሕ ዘሎ ገለ በዚ በቲ ዝከይድ ዘሎ ኣይፈልጥን እዩ ኣለው ጊን ኣብዚ ቃልሲ ብካልኦት ብናይ ሰብ ሂወት ራብሓ ዘለዎም እንድሕር እዚ ነገራት ክንብሎ ዘፍራሓና ኮይኑ እሞ ንሕና ኢና ዓንቀፍቲ ተረዲእኩም ኣነቡየ ነዚ ነገር መፅኤ ዘለኹ እምበር ኩሎም ኣሕዋተ ኩሎም መቃልስተ እዮም ግን ነገራ እንዳፈለጥኩ ግን ስቕ ኣይብልነ እዚኣ እቲያ ፀገመይ ዘላ ካፒቴን ዝብሎ ዘሎ ከዓ እቲ ጉዳይ ናይ ጆን ብላክ ሒዝናዮ ኣለና ኢና እቶም ዘዕንቅፉ ዘለዉ ሓደ ሓደ ሰባት ኣለዉ እዮም ማለት ቢሃይንድ ዘ ሲን ንሰርሕ ኣለና ኢና እዩ ዝብል ዘሎ ማለት እዩ ክንሰርሕ እውን ይግበኣና እዩ ዝብል ዘሎ ግን ተበለፅቲ ኣለዉ ይብለና ኣለዋ ግርም እዩ ወይ ከኣ እዚ መንእሰይ ከም ዝጠለሙ ገለ ገለ ይዝረብ ነይሩ። እቲ ብርጌድ ንሓመዱ ግን እብለካ ኣለኹ ንሕናሲ ንኹሉ ብርጌድ ንሓመዱ ውልቀ ሰባት ዋላ ንኺዶ ንኹሉ ብርጌድ ንሓመዱ ወኪልና ኢና ኬድናዮ ካብ ዓቕምና ንላዕሊ ተረዲኻኒ ከማንሲ ኬድናዮ ኢና ንዑ ዝጠለሞ የለን ከምቲ ኣሱ ዝበላ ክትስእን ክድቅስን ከሎ ንዓና ከምዝዝክር ክንድቅስን ክትስእን ከሎና ብዛዕባ ኢና ንሓስብ ኢልናካ ኮይና ሰላሳ ሽሕ ዶላር ኣዋፂና ሲ ይብለካ ኣለኹ እቲ ገንዘብ ይመለስ ኣይመለስ ብዘየገድስ እብለካ ኣለኹ ክንሓልፈሉ ሲ ፈቲና ኢና። ሕጂ ተመሊስኩም ፍትሒ ፍትሒ ትብሉ ዘለኹም ኣልዕል ኣቢልኩም ሰብ ንኽትረግጹ ሰብ ንኽትሃርሙ ዳኣ ኢኹም ፍትሒ ትደልዩ ዘለኹም እምበር ሰብ ንኽተድሕኑ ኣይኮንኩምን ንፈልጥ ጽቡቅ ጌርና ንፈልጠኩም ኢና እዚ ፈሊጥና ኢና ከኣ ገና ሓላፍነት ከይሓዝኩም ከለኹም ከኣ ተፈራርሑና ጀሚርኩም ደሓን ክንርእየኩም ኢና ሕነና ክንፈዲ ኢና ተመልክቶ ኣለኻ?
ሓቁ እዩ እዚ ኣማልት እንድሕር ደኣ ፍትሒ ብህልኽ ዝገበረኒ ክገብር ብዝብል ክተረጋግጾ ደሊኻ ሓጋዚ የብልኩምን እዩ በርጌድ ንሓመዱ ኣብ ኮምዚ ጉዳይ እንተ ኣቲኹም ኢለኩም ኔረ ቅድሚ ሕጂ ሕጂ እውን ብተመሳሳሊ እንድሕር ደኣ ተፈራርሕዎ ኮይንኩም ንዝኾነ ሰብሲ ከመይ ጌሩ ምሳኻትኩም ጠጠው ክብል ኢኹም ትጽበይዎ ናተይ ዘረባ እዚ እዩ so እቲ ፕሮብሌም እቲ ሽግር ካብዚ እዩ ዝምንጩ ብርጌድ ንሓመዱ ሽግር ኣለኩም ብፍላይ ከኣ ኣብ ሓደ ሓደ ኣተሓሳስባ ማለት እዩ ክተመዓራርይዎ ዝግባእ ፍትሒ ወሓብቲ ወሃብቲ ንሕና ኢና እንተይልካ ፍትሒ ክንህብ ኢና እንተይልካ ካብ ሕጂ ኢኻ ኤክሰርሳይስ ትገብሮ ትለማመዶ እዩ ዘለካ ፍትሒ ማለት እዚ ማለት እያ ብተግባር ከምቲ ናይ ብቀዳማይ ዝነበረ ምርጫ ገለ ገለ ብምግባር ሰባት ክመርጹን ክምረጹን ብምስታፍ ንኹሉ ብዘረበኦም ክብድሁኻ ከምዘየብሎም ማለት ሕማቕ ክዛረብ ይኽእል እዩ ብዛዕባኻ ግን ክተፍቅደሉ ምግባር ካብዚ ዝምንጩ ተዘይኮይኑ ብኣፍ ጨለ ብተግባር ብኣፍ ወሓለ ብተግባር ዘየለ ተኾይኑ ትርጉም የበሉን ማለት እዩ ትኽክል እዮም እቶም ዝማጎቱ ዘለዉ መናእሰይ ከዓ ዝብኹም ዘለዉ ርእቶ ተቐበሉ ክጥዕመኩም ድሕር ኮይኑ ለይዕረፋ እፎይ ዘይበለ

እሞ እዚ ሸል ትግራይ ግን ዘርዘሪ ግን ትዕሸል መንእሰይ ተዋጊኡ ተቓሊሱ መፂኡ እናሃለወ መፂኡ ልምዓት ከያልምዕ መፂኡ ስራሕ ከይሰርሕ መፂኡ መናውሮ ከይመርሕ ብሰንኪ ሽግር ሰላም ስኢኑ ከየልምዕ ሰላም ስኢኑ ቦታ ስኢኑ ልሕብሮ ስኢኑ ኣደዳ ዓሳ ኣደዳ ባሕሪ ኣበይ ኣበይ እዩ እኒኦ እቲ መንእሰይ? ካብቲ ሓዊ ወፂኡስ ዳግም ሓዊ ልገድዶ ከይዱ? እወ እዚኤን ኣዶና ትኽክለኛ ዘረባ ይዛረባ ኣለዋ ረእይወን ማለት እዩ ኣብ ትግራይ ዘላ ኩነታት ብኣግባቡ ተረደእዮን የቅምጥኦ ኣለዋ እቶም ገለገሊኦም ከኣ ታይ እዮም ዝብሉ ከምዚ ገይረን ሓሳበን ክገልፃ ኣለወን ኣዴታት ኮፍ ኢለን ዝተዋሃበን መድረኽ እውን ክጥቀማሉ ኣለወን እንተበልና ኣይ እተን ተፃረፋ እየን ትኽክል ኢሎም ዝዛረቡ ሰባት ስለዘለዉ ነዚ ኢና ሸለል ኢልና ንሓልፎም ማለት እዩ። ግን ዘይንፈልጦ ስለ ዝኾንና ኣይኮናን ሸለል ንብሎም ሸለል ክበሃል ስለ ዘለዎ እዩ እናደጋገምኩ
ደርሲ ሓንቲ ጥራያ ደቂ ኤርትራ ሓደን ኣሕዋትን ኾኑ እዚኣ ሎሚ ጽባሕ ንዘለዓለም ኮንዲሽን እያ ውዕል እያ ይሕዳስኒ ዘልቦ

ትክክል እያ እዚኣ ማለት እዞም ኣቦና ዝተዛረብዎ ስኒ ተዘየለ ኮይኑ ሓፂን ተቆርጠምኩም ሃልሃልቲ ሓዊ እንተጨበጥኩም ቁም ነገር ሰማይ እንተርከብኩማ መሬት ተወረድኩማ እዩ ዋላ ሓንቲ ትርጉም ኣይትገብርን ኢኻ እቶም ኣቦና እውን ዝዛረብዎ ዘለዉ ዓርሱ ዝኸኣለ ከምዚ ቅዱስ ስብከት ዝበሃል ነገር ፅቡቕ ናይ ሃይማኖት መምርሒ እውን ክኸውን ዝኽእል እዩ ነይሩ ባይዘወይ ማለት እዩ ሶ ትኽክል እዮም ትንሶም ዝዛረብዎ ዘለዉ ብጣዕሚ ዝገርም ኣባህላ እዮም ዝብሉ ዘለዉ ካልኣይ ከኣ ታይ ድዩ መሲሉኩም ጳውሎስ ዝበሎ እዩ ፍቅሪ ዘየለ ተኮይኑ ኩሉ ተገበርካ ዋላ ደመና እንተ ጸዋዕካ ሞት ተተሳእካ ዋጋ የብሉን። ስኒት እኮ እየ ዝብል ዘለኩ ሕጂ ኣነ ሰባት ከምህሮም ንደልየስ ድሓን ታኣነ ዝፈልጦ ከም ታኣነ ክነብሮ ምእንታን ንሶም ውን ክነብሩ ንመያየጥ ኢልካዮም ሰባት ይኩርዩ እዚ ገጢሙና ኣነ ማለት እዩ ይኩርዩ ን ደቂ ዓዲ ኣይኮናን እወ ኣንታ ወደይ ደቂ ዓዲ ኢና ንክትብህል ዓቀብ ቁልቁለት እንተወረድካ እንተረሃጽካ እንተደከምካ ምናልባት ጽቡቕ ነገር ንኽትረክብ ከምዚ የምጺኻ ክትከውን ትኽእል ኢኻ ግን ኣይኮናን ንኽትብል ኣሕዋት ኣይኮናን ንኽትብልስ ከምዚ ዓይነት ላይፍ ትነብር ሰብኣይሲ ሰበይቱ ብጣዕሚ ተመሪራ ማለት እዩ ሸጊርዋ ግዓት እንዳግዓተት ሪኡስ መወዳእታ ግዓት ግዒታ ምስ ኣምጽኣትሉ ሕርጭ ረኺብሉ ሕጂ ነዚ ክትግዕታ ዶ ትርህጻ ኢሉ ይብሃል ነዚ ክትግዕት ዶ ትርህጽ ንጽልኢ ትደክም ጥብጥብ ይብል ርሃጽ እዚ እኮ ብመሬት ሓዊ ኣብ ሰማይ እውን ሓዊ ኢኻ ትሃንጽ ዘለኻ ኣትሊስት ኣነ እንተደኺመ መሬታዊ ድኻም ክደክም ይኽእል እየ ሰማያዊ ግን ኣይከውን ንፍቕሪ ጽቡቕ እዩ ሓድነት ዘለዎ መንገዲ ሰላም ብልኋት ዝተመልአ እንካን ሃባን ዝተመስረተ ክኸውን ንቡር እዩ ይብለኩም ኣለኹ። ኣይኮነን ንዝበለ ሰብ እሞ እንታይ ክንገብሮ ኢና እምበር እታ ዘረባ እዚኣ እያ እታ ቅንዕቲ ዘረባ እቶም ሰብኣይ ተዛሪቦም ኣለዉ ማለት እዩ።
ዝበሊሕ ነገር ገለ ዝብልዎ ደለዉ ኣበና ከምዚ ገይሩ ክኣ ማለት እዩ ሕጂ ዝረኣናዮ ቪድዮ ታይ እዩ ከምዚ ገይርካ ኣናእሽተለይ ትውልድካ ኣናእሽተለይ ወለዶ ህፃውንቲ ማለት እዩ ተምህሮም ዓድኻ እንታይ ማለት እዩ፣ ባህልና እንታይ ይመስል፣ ደርፍታትና፣ ቋንቋታትና ነዚ ይመስሉ ኢልካ ተረድኦም ማለት እዩ። ስለዚ ከምዚኦም ዝገብሩ ዘለዉ እቶም ወላዲ እቶም ሕጂ ዝረኣናዮም ማለት እዩ ነተን ቆልዑ ብንእሽትለዮም ኮስኪሶም ብዛዕባ ባህሊ ወለዶም ብዛዕባ ዘለዎም ናይ ኣናሓጎኦም ናይ ዓዶም መሰረትን ታሪኽን የምህርዎም ማለት እዩ። እዚ ድማ ናይ ሓደ ወላዲ ግዴታ እዩ። ስኢልካ ወሊድካ ከም እንስሳ ኣብኡ ገዲፍካዮ ኣይትዓብን ኢኻ ማለት እዩ። ጎበዝ ጽቡቕ ሓሳብ እዩ። ኣብ ሰለስተ ዓመት ዝተዳለወት እዛ ትማል ዝተዳለወት ከዓ ሪኢኻያ ከዓኒ ተዓፅያ ብዒስራ ብዒስራ ዒስራ ንሓመዱ መፅኦም ክዕፅዎ ኣታ ቁርብ ርዳእካ ኣሎ ነቲ ኣነ ንኸይዕፆ ዓሰርተ ሓሙሽተ እዮም ዓሰርተ ሓሙሽተ እዮም ነይሮም መጀመርታ ደሓነይ ደሓን ዒስራ ብዒስራ ንውሰዶ እሞኒ ዓሰርተ ሓሙሽ ሕጂ ጎደሎ እንዲ ደሎ ደሓን ዒስራ ንግበሮ ብዒስራ ሰባት ሓደ ዓብዪ በዓል ልዕሊ ሽሕ ህዝቢ ሒዙ ዘሎ ክዕፆ ሃሎ ኣብ ሜዳ ይገልፅዎ ይምፃእ ይኣቱም ብራ ሜድያ በቃ ዓሰርተ ሓሙሽተ እስከመይ ጌርና ከንብል ኣሕፊርና ኢሎም ምስ ዕስራ ሰብ ገይሮማ ዕስራ ሰብ ሰው ሕጂ ዕስራ ሰብ ከይዱስ ንክንደይ ኣሽሓ ዘለዎ ሰብ ትዳሶም ድርብስብ ሰዲዶም ኣይትኸውንና ኢሎም ማለት እዩ ከም ስርኦ ዘለኹም ክንደይ ግዜ ተዛሪብና ኢና ግደፉ ግደፉ ምሳናስ ኣየዋፅኣኩምን እዩ ኣይትኸውንን እያ ኢልና ክንደይ ግዜ ነጌርና ሰባሒ ሲኢና።
ደሓን ሕጂ እቲ መንእሰይ ኣብ ምንታይ ይነብር ኣሎ ማለት እዩ ካሊእ ናይ ባዓሉ ዝኮነ ዓለም ፈልሲፉ ፋንታሲ ዝኮነ መሬት ፈጢሩ ኣብኡ እየ ክነብር እንድዩ ዝብል ዘሎ ኣነ ግን ንኩላኩም ዘመሓላልፈልኩም ዘለኩ መልእክቲ ሓንቲ እያ ግዜኩም ብዝተፈላለዩ መንገድታት ዋላ ይኩን እምበር ይውዳእ እዩ ዘሎ ማለት ዓሰርተ ዓመት ተተዋሂቡካ ዓሰርተ እዩ ገለገሊኡ እንዳከድካ ወዳኣዮ ድካም እዩ ደቂስካ ወዳኣዮ ድካም እዩ ትርፊ የብሉን ማለት እዩ ምውድኡ ግን ኣይተርፎን ዘሎ ካብ ትባኣሱ ሰላም ምረጹ ምውጋዕ ምረጹ ሕጂ ዕስራ እዮም ነይሮም ዓሰርተ ሓሙሽተ እዮም ነይሮም ገለ ኣይኮነን ደጋፍስ ኣነ ግርም ዝብለኒ ማለት እዩ እቶም ትድግፉ ዘለኹም እኳ ታይ ማለት ምርጫኹም እዩ ግን ክትመርጹ ከለኹምሲ ሰብ ጸጊሙኒ ኣነ ኣይርሃወንን ዘሎ እንታ እንዳ ንኻ ኮይኑ ዘየርህወካ ኢልካስ ትቃወሙ ዋ ኣነ ግን ርህዩኒ እዩ ዘሎ ንስኻ ግን ክትቃወም መሰልካ እዩ ክትብሎ ትኽእል ኢኻ ትገድፎ ማለት እዩ ማለት ንስኻ ርሂውካ ተኾይኑ ግን ንስኻ ይጸገመካን ኢልካ ዘረባ ኣለ ድዩ? ናበይ ትወጽእ እምበር ኣነ እኮ እዚኣ መሕዘኒት እያ። ኣነስ ንዝኾነ ሰብ ጸጊሙኒ ኢልየስ ኣይ ንስኻ ይጸገመካን ኢለ ኣነስ ይወጻሉ። ድሓን እኮ ኣነ ኣይጸገመንን ዘሎ ክብል መሰል ኣለኒ። ኣነ ይጸገመንን ጽቡቕ እዩ ዘሎ ዓዲ ናብኡ ይቐጽል ክብል መሰል ኣለኒ። ግን ኖኖ ንስኻ ይጸገመካን እዩ ከምኡ ዝበሃል ነገር የለን ኢልካ ኣሎ ዘረባ እስኪ ሕሰብ ኣብሉ። እዚ እኮ ግርምቢጥ እዩ ሓደ ሓደ ግዜ እንታይ እሞ ክግበር እስኪ ቀፅልዎ ንስኻትኩም ኢሳያስ ዲክታተር ሲ በየናይ ሕዛብ እዩ ወዲ ኣፈወርቂ ዲክታተር ትብሎ ካባኹም ዲክታ ከማኹም ስደተኛ ሰብሲ ኣነ ከማኹም ስደተኛ ሓደ ከማኹም ስደተኛ ተፅብብሉ ንሓደ ስደተኛ ከማኹም ሲ ተፅብብሉ ታንኪ የብሉ ብረት የብሉ ሽጉጥ የብሉ ንሓደ ስደተኛ ከማኹም ተሰዲዱ ዝነብር ኣፅብብ ኣቢልኩም ሓውኹም ኣጨኒቕኩም ክፅለል ትገብርዎ ኣብ ናይ መስተም ናይ ሓሽሽ ኤርትራዊ እኮ ተኣኪቡ ኣብ ስደት ዘለና ኤርትራውያን ተኣኪብካ ንሓደ ዳውን ንምግባር ንሓደ ቁልቁል ኣፉ ብኣፍጢሙ ክትሰዶ ት- ትተኣኻኸብ ኣይ እዚ ትክክል እዩ ማለት ሕስድና እ፣ ተፈጥሮ ኣላትና ኩላህና ሕጂ እንታይ ድያ መሲልኪ ኣዱየ ንስኺ ሕጂ ምናልባት ገረ ክትኮነ ትኽእሊ ኢኺ ግን መብዛሕትኡ ሰብ ኣብ ሕስድና ከም ተፈጥረ እየ ኣነ እኮ ኣነ ኣብዚ ክልተ ዓመት ሰለስተ ዓመት ናይ ቪድዮ ስርሓ ክሰርሕ እንተለኹ ማለት እዩ ኣብዚ ዩቲዩብ ቻናል ሕማቅ ከይወፃኒ ብዝተኻእለኒ መጠን ተጠናቂቀ ቃላት እውን ኣብ ስምዒት ከይኣቱ መሪፀ እንዳተዛረብኩ ፅቡቅ ጸኒሐሲ ዝኾነ ብቀዳማይ ኣብ ናይ ቲክ ቶክ ላይቭ ምስ ሞኒካ ኣትየ ገለ እዙይስ ይሓኹረና ድዩ ይጸርፈና ድዩ ኢላቶም ማለት እዩ እወ ኢሎም መብዛሕትኦም ሓሳዊ እዩ ማለት እዩ መብዛሕትኡ ሰብ ኣይሰምዓካ ኣይጠይቐካ ሓበሻ ዝኾነ ነገር እያ ክግበረሉ እዩ ተባሂሉ ማለት እዩ እ ንቕተሎ ተዝበሃል ነር ገልቢጥካ እውን ከምኡ እዩ እኮ ማለት እዩ ኧረ እዚ እዋ ዘይእመን ህዝቢ ሰፍኢ ዝኾነ ህዝቢ ኣለና በቲ ሓደ ወገን ግልብጥ ግልብጥ ግልብጥ ግልብጥ ግልብጥ ዘሕዝን ድዩ እዚ ገለ ዝብሉ ከዓ ነይሮም ዋዕ እንቱም ሰባት ግፋ ፀሊእኻ ናብ ጎረቤት ሃገር ወፂኻስ ተገፊፍካ ናብ ዓድኻ ክትምለስ መሊስካ ብጣዕሚ የሕዝን እምበር ታይ ድኣ ክንደይ ሰብ ኣላ እኮ ሂወታ ኣብ ፈተነ እትያ ንኢትዮጵያ ዝመፀት ክንደይ ኣሽሓት ከፊላ ናብ ኢትዮጵያ ዝመፀት እንድሕር ጥዑም ኮይኑ ድኣ እሞ እንድሕር ዘይሕዝን ኮይኑ ድኣ እንታይ ኮይና ኩላ ርእሳ ተድንን ኣላ እንታይ ኮይና ትሓርቕ ኣላ ዘይሐዝን ድሕር ኮይኑ እኮ ባዕልካ ብድልየትካ ክትምለስ እንታ እሞ እንታይ ኢና ንብል ዘለና እንታይ ይሕዝን እዩ እኮ ኢና ንብል ዘለና እንታይ ትሰምዓና እንዲኻ ዘለኻ ይሕዝን እዩ ይሕዝን እዩ ክንብል ከለና ዘይሕዝን እንተኮይኑ ደኣ እሞ ገለ የብለና ማለት እዩ ንስኻ ምስቶም ዝሓዘኑ ሲ ኮይንካ ማለት እዩ ነቲ ከምዚ ዝገብሮም ዘሎ ኣይትቃወምን ዘለኻ እኮ ንስኻ ንባዕልኻ ስኢልካ ኢኻ ንዓይ ኣይንየን ነዘ ኣይ ቅድሚት ድሕሪት ኣይ ፈራሕ ደፋር ንስኻ ታይ ትበሃል መጉእ ዓብዒ ትበሃል እሱ ኢልካ እምበር ማለት እዩ ነቲ ከምዚ ዝገብሮም ዘሎ እኮ እየ ዝቃወመካ ዘለኹ ኣነ እንታይ ኢለ ዝብለካ ዘለኹ ከምዚ ክኸውን የብሉን መንእሰይ ተይለስ ንስኻስ እወ ምበልካ እምበር ይሕዝን እኮ እዩ ትብል እወ ይሕዝን ጥራሕ ካብ ኢትዮጵያ እንትመለሱ ድዩ ዝሕዝን ካብ ዓዲ ክወፅእ ከለኹ ከምኡ ዝገበሮም ምክንያት ኣይትዛረብን ኣብየት ሕሶት ኣታ ንምሕሳውስ ኩሉ ካብ ዓቕሚ ረኸበ ታይ ኢና ንገብሮ በስማ

ነቲ መሓረሲ ክንውንኖ ኣለና ዝብል ቅዋም ናተይ እዩ ነይሩ እዩ ዝብል ዘሎ ማለት እዩ። ምክንያቱ እዚ ወሳኒ ቁልፊ ስለ ዝኮነ እዩ ዝብል ዘሎ ትክክል ድዩ ሓረይ። ጸገም ኣለዎ ናይ ሓድሽ ሓሳብ ክፈጥር ዝክእል ህዝቢ ኣይኮነን እምበር እዚ ባሕሪ ገለመለ ዝብልዎ ዘለዉ ብሓይሊ ገለ ተፈቲኑ ዝፈሸለ እኮ እዩ ተፈቲኑ ፈሽሉ ኦፍኮርስ ንሕና ተሰዊእና ገለመለ ንብል ኢና ብዙሕ ግዜ ተጋሩ ውን ዋጋ ከፊልና ዓሰርተ ሸውዓተ ዓመት ገለ ይብሉ እዮም ክንደይ ኣምሓራ ድዮም መይቶም ኣብቲ ኣብዚ ናይ ኤርትራ ሰሜን እንዳኸዱ ኣዲኦም ትቁጸሮም እኮ ስለ ዝተሳዕሩ ዝቆጽሮም ሲኢኖም እምበር ክንደይ ሰብ እዮም መይቶም እኮ። ስለዚ ብዙሕ ሰብ እዩ ሞይትሉ ነቲ ጉዳይ እዚሲ ብዙሕ ሰብ ሞይትሉ እዩ ዝብለና ዘሎ ማለት እዩ። ግርም ሐራይ ስለዚ መወዳእታ ናይቲ ናይ ሎማዓንቲ ቪድዮ ታይ ድዩ መሲሉ ብርጌድ ንሓመዱ ከምዚ ኮነ ጆን ብላክ ኣይተጠጠቐይቐን ኣይተሓተተን ኣይኮነን መጠቓለሊ ናይቲ ቪድዮ እዚ እቲ ወግዒ ሓደ እዩ ማለት እዩ ንሱ እውን ኖ ከምኡ ክኸውን ኣይነበሮን ክኸውን ዘይነበሮ ነገር እንታይ እዩ ብባእሲ ነገራት ንምፍታሕ ትውልዲ ክመሃር የብሉን ካብዚ ዓይነት ባህሪ ከምዚ ዓይነት ኣካይዳ እንድሕር ዳኣ እንዳለመድና ከይድና ፅባሕ ንሃንፁ ዓዲ የለ ንሃንፆ ትውልዲ የለ ስኢልካ ሓሶት እንዳተዛረብካ ምሟት ዋጋ ስለ ዘይብሉ ቁም ነገር ዘለዎ ነገር ተነቅርብ ጽቡቅ እዩ ዝብል እዩ ናብ ናይ ሎማዓንቲ ቪድዮ እንኳዕ ድሓን መጻኹም ኢለ ጀሚረዮ ነይረ ማለት እዩ ሕጂ ድማ ድሓና ቀንዩ እታ ክብለኩም ደልየ ኣለኹ ጽቡቅ የስምዐና እንካ ቸው Good light
ደሓና ሕደሩ ኣሕዋተይ ማለቱ እዩ።